ሽመይ ዶክተር ሳሙኤል ተወልደ ይበሃል ኣብዚ እዋን እዚ ከም ጀነራል ዶክተር ኣብ ኢስት ኣፍሪቃ ሜዲካል ሰንተር ይሰርሕ ኣለኹ ኣብ ዝሓለፈ እዋን ኣብ ኤርትራ ከም ጀነራል ዶክተር ወላ ኣብ ኢትዮጵያ ከም ጀነራል ዶክተር ኣብዛን ዝሓለፈ ሰለስተ ዓመት ይሰርሕ ነይረ ሎሚ ከዓ ብዛዕባ ናይ ዓሶ ወይ ማላርያ ንእሽተይ መብርሂ ክህብ ተረኺበ ኣለኹ ማለት እዩ። ዓሶ ሓደ ካብቶም ትሮፒካል ዲዝስ ዝበሃሉ ማለት ኣብ ትሮፒክስ ወይ ከዓ ኣብ ኢኳቶሪያል ፓርት ናይ ዓለም ዝርከቡ እቲ ማእከላይ ቅናት ናይ ዓለም ማለት እዩ ሕማማት ኮይኑ ብሓደ ፓራሳይት ስፐሲፊክ ልንሕር ከየልና ከዓ ፕሮቶዞዋ ዓይነት ስፓራታይት ዝመሓላለፍ ሕማም እዩ ማለት እዩ። እዚኦም ካብቶም ኮሚኒካብል ዲዝስ ንብሎም ወይ ከዓ ተመሓላልፍ ሕማማት ኮይኑ ካብ ጣንጡ ናብ ሰባት እንዳተሓላለፈ መልከፍቲ ዘምፅእ ሕማም እዩ ማለት እዩ። ሕጂ ከምቲ ኣቐዲመ ዝገለጽክዎ ዓይነት ዓስ እቲ ዓሶ ብፕላዝሞዲየም ዝበሃሉ ፓራሳይትስ እዩ ዝመሓላለፍ። ሕጂ ፕላዝሞዲየም ስፒሲስ ሓደ ዓይነት ስፒሲስ ኮይኖም ማለት እዩ ካብኦም ሳብ ስፒሲስ ኣለዎ ወይ ካታጎሪስ ወይ ትሕቲኡ ዓይነት ኣለዎ ማለት እዩ። ሕጂ እዚኦም ሓሙሽተ እዮም ጠቕላላ ክንሪኦም ከለና ማለት እዩ። እዞም ሓሙሽተ እቶም ቀንዲ እቶም ኣርባዕተ ብብዝሒ ዝረኣዩ እቲ ሓደ ፍልይ ዝበለ ኣብ ውሑዳት ቦታታት ናይ ዓለም ጥራሕ ዝርከብ ኮይኑ እቶም ኣርባዕተ ክንሪኦም ከለና ሓደ ፕላዝሞዲየም ፋሲፋርም ዝበሃል ኣለና ደን ፕላዝሞዲየም ማላርየ ዝበሃል ኣሎ እንቶም ካልኦት ከዓ ፕላዝሞዲየም ቫይቫክስ ኦቫለ ን ፕላዝሞዲየም ነውለሲ ዝበሃል ማለት እቲ ነውለሲ ሕጂ ስናት ኮመን ኣይኮነን እቲ ሕማም ብዙሕ ኣይረአን እዩ ማለት እዩ እቲ ዝበዝሐ ዝረኣዩ ብዛዕባ ካብዞም ኩላቶም ማለት እዩ ተቐንዲ ፕላዝሞዲየም ፋሲፋርም ክኸውን ከሎ እቶም ካልኦት ድሕሪ ይስርዑ ኣብ ብርትዐ ናይቲ ሕማም ተመፂና ምስ ፕላዝሞዲየም ፋሲፋርም ዝምትእሳር ዘሎ ሕማማት ብርትዕ ብል ማለት እዩ። እቶም ካልኦት እቶም ክልተ ቫይቫክስ ንኦቫለ ዝበሃሉ ከኣ ፍልይ ዝበለ ዓይነት ዓሌት ኮይኖም ናቶም ክእለት ካብቶም ካልኦት ማላርያ ዘርእዎም ማለት እዩ ናይ ሕዱር ሕማም ወይ ከኣ ናይ ኣብ ውሽጢ ነብስና ተሓቢኦም ብምጽናሕ ኣብ ካልእ እዋን እንደገና ናይ ምድጋፍ ተኽእሎታት ኣለዎም ማለት እዩ። ኦኬ ሕጂ ዓሶ ከም ዝበልክዎ ናይ ትሮፒካል ሕማም ድዩ ኣብቲ ናይ ቅናታዊ ናይ ምድሪ ዝርከብ ቦታ ማለት እዩ መብዛሕቲ እዋን ስሩኣዊ ደይር ወይ ከዓ ሙሉእ ዓመት ይዝረ እቲ ሕማም ግን እቲ ቦታታት ፈላሊኻ ዝስረየ ማለት ሰብ መብዛሕቲ እዋን ኣብቲ ቦታ ኮይኑ ቀንዲ እቲ ወቕትታት ምስ ናይ ጣንጡ ምፍራይ ዝረኣየሉ ቦታ እዋናት እዩ ዝረኣ ማለት እዩ። እዚ ከኣ ብሰይጣን ቱኽሚ ሓርደፍ ስለ ዘይክልቲ ሕማም ንሰን ተሰከምቲ ኮይነን ናባና ስለ ዝሕልፍኦ ማለት እዩ ኣብቲ እዋን እቲ ይረኣ። ኣብ ዓለም ዝርግሐ እንድህር ሪኢናዮ ካብቶም ሓደ ካብቶም ዝበርሑ ሕማማት ኮይኑ ብፓራሳይት ዝመሓላለፍ ሕማት ከኣ ቀዳማይ ቀታሊ ኮይኑ ዝስራዕ ዘሎ እዩ። ካብ ብዝሒ ዓለም ተሪኢናያ ልዕሊ 40 ፐርሰንት ናይ ዓለምና መብዛሕቱ ሰብ ዝተለኽፈ ኣሎ ማለት እዩ። እዚ ብቁፅሪ ተሪኢኹሞ ካብ ሰለስተ ሚእትን ሓምሳን ሚልዮን ክሳዕ ሓሙሽተ ሚእቲ ሚልዮን ከባቢ ዝኾነ ህዝቢ እዩ ተለኺፉ ዝርከብ ማለት መብዛሕትኡ ኣብቲ ዝበልኮ ትሮፒካል ቦታ ዝርከብ ኮይኑ ምስ ሕክምና ዘይማዕበለ እንድሕር ኮይኑ ወይ እቲ ናይ ፓብሊክ ሄልት ሴክተር ዝብሎ ናይ ጥዕና ክፋል ናይታ ሃገር ንምክልኻል ዝዓለመ ዝሰርሕ እንድሕር ፅቡቅ ገይሩ ዘይማዕበለ ፅቡቅ ገይሩ ዘይሰርሕ እንድሕር ኮይኑ ከዓ እቲ ናይ ምልካፍ ተኽእሉ ናይቲ ሕማም ይብርትዕ ማለት እዩ። ሕጂ መብዛሕትኡ ከም ንኣብነት ናይ ካምፓላ ወይ ኣብዚ ህዝቢ ዘሎ እንድሕር ዘገድስ ሓበሬታ ንኮንዛርብ እንድሕር ኮይና ማለት እዩ ኣብ በቲ ላቦራቶሪ መርመራታት ዝግበር ዝበዝሐ ትሪኦ ወላ ብዓለም ደረጃ እውን ተሪእናዮ እቲ ፕላዝሞዲን ፋሲፋርም ዝበሃል እሱ እዩ እዚ ከዓ ወላ ንባዕሉ ካብቲ ከቢድ ዝገብሮ ነቲ ሕማም መብዛሕትኡ ሰብ ሓሚሙ ኣብ ሕክምና ዝረኣየሉ ዝገብሮ ዘሎ ብሰንኩ ስለ ዝኾነ እቲ ዓይነት ስፒሲስ ንብሎ ዘለና ማለት ዝኾነ እዩ መብዛሓትዋን ኣብ ከተማ ዝቕመጥ እንድሕር ኮይኑ እቲ ሰብ ካብ ኣብ ገጠር ዘሎ ብዙሕ ተለካፊ ይኮን ኣብ ገጠር ዝቕመጥ እንድሕር ኮይኑ ምስ ናይ ናይ ጣንጡ ዝርግሐ ዘሎ ቦታታት ከምዚ ከጋጥም ይኽእል እዩ ሕጂ እቲ ሕብረተሰብ ናይ ካምፓላ ተመጺና ንኣብነት ናይ ኤርትራውያን ድሕር ስፔሲፊክ ንዛረብ ኣለና እንድሕር ኮይና ከዓ መብዛሕትኡ ካብ ሱዳን መንገዲ ዝመፀ ይኹን ወይ ካብ ኬንያ መንገዲ ዝመፀ ሰብ ካብቲ ከተማ ወፃኢ ወይ ክዛወር ኢሉ ናብ ካልእ ዓድታት ከይዱ ዝቐነየ ሰብ ተለኺፉ ምስ መጸ እዩ ደድሕሪኡ ከመሓላልፎ ዝኽእል። ሕጂ ሓንቲ ነገር ክንግንዘባ ዘለና ኩሉ ሻዕ ክንርስዖ ዘይብልና ማለት እዩ እቲ ሰብ ካብ ካልእ ቦታ ተጣንጡ ሒዙ ኣይኮነን ምምጻእ ዘድልዮ እቲ ሕማም ጥራሕ እዩ ኣብ ደሙ ተሰኪሙ ከምጽኦ ዝኽእል ዘድልዮ ማለት እዩ። እታ ተመሓላልፍ ጣንጡ ንብላ ከኣ ፊሜል ኣናፎለስ መስኪቶ ትበሃል ዝርግሐ ኣለዋ ወላ ኣብ ካምፓላ ኣሎ ወላ ካብ ካምፓላ ወጻኢ ኣሎ ማለት እዩ። እንድሕር ተዘይረኺባቶ ዝረኸሰ ሰብ ወይ ደም ደሙ ዓሶ ዘይብሉ ሰብ እንድሕር ረኺባ ክተመሓላልፍ ዘለዋ ተኽእሎ ተረኺባ እዩ ተኸእሎ ዘለዎ በዝሕ ማለት ተዘይረኺባ ከዓ ክተመሓላልፍ ኣይትኽእልን እያ ስለዚ መብዛሕትኡ ሰብ ሕክምና ዝመፅእ ቀዳማይ እቶም ፕላዝሞዲን ፋልሲፋረም ዘሎዮም ዝበዛሕትዋ ንሪኦም እቶም ካልኦት እውን ኣለዉ ኣብ ካልኣይ ነጥቢ ከዓ መብዛሕትኡ ወይ መገሻ ዝገሸ ሰብ ወይ ከዓ ካብ መገሻ ዝተቐበለ ሰብ እንድሕር ኣሎ እንተኮይኑ ካብ ኩሉ ዝበዝሐ ጁባ ወይ ሱዳን እንድሕር ኮይኑ ማለት እዩ እቲ ናይ መልከፍቲ ተኽእሎታት ይበዝሕ ማለት እዩ ሕጂ ሓደ መጀመርታ ክንርዶ ዘለና እዚ ዓሶ ቅድሚ ምሕማምካ ማለት እዩ ክልከፍ ክትክል ኣለካ which means ጣንጡ ክትንከስ ክትክል ኣለካ ማለት ክኾን እንድሕር ክሓልፍ እንድሕር ኮይኑ ብካልእ መዳይ ይመሓላለፍን እዩ ደም ተዋይ ለጊስካ ዲኻ ወይ መርፊ ተወጊኻ ዲኻ ብካልእ ወይ ብሰዓል እዩ ኮምፒታ ዝመሓላለፍ ሕማም ኣይኮነን ማለት መብዛሕቱ ሰብ ዝፈልጦ ሓቂ እንዲዚ ግን ኣብ ገለ ሰባት ዝስሕትዎ ነገር እዩ ሕጂ እቲ ሕማም ምስ ሓለፈ ደድሕሪ ብጣንጡ ገይሮም ዝተንኸስካ ዳኣትወካ እቶም ፓራሳይት ቀዳማይ ነገር እታ ጣንጡ ደም ኣይኮነትን ትጥወልካ ደም እያ ትመጽ- ትወስድ ትመጽእ ዘላ ግን አ፣ ንዑ ነዝዕታት ኣለዎም ንመንከስ ዝጠቕሞም እቶም ጣንጡ ማለት እዩ ብኡ ኣብ ነብስ- ኣብ ነብስና ተዘውተወ ዘ- ነዝዕታት አ፣ ሰላይቫ ንኣብነት ንብሎ ማለት እዩ ከም ጥፍጣፍ ዓይነት መሳሊ እሱ እዩ ናብቲ መልከፍቲ ዘምጻልካ እቶም ፓራሳይት ንብ- ንብሎም ዘለና ፕላዝሞዲየም ኣብ ደምካ ብኡ ገይሮም ኣትዉ ማለት እዩ። ኣብ ውሽጢ ናይቲ ሰብ ምስ ኣተዉ ሳይክል ኣለዎም፣ ዓይነት ክቐያይሩ እዮም፣ ጸላም ከብዲ ከይዶም ካብ ጸላም ከብዲ ናብ ደም ኣትዮም፣ ብደም ምስ ኣተዉ ከኣ ንቀያሕቲ ዋህዮታት ደም እዮም ዘጥቅዑ፣ ካብ ኩሉ ዋህዮታት ናህና ማለት እዩ፣ ካብ ጸላም ከብዲ ምስ ወጹ ንቀያሕትዋት ደም እንዳጥቅዑ ከኣ እቲ እቲ ምልክታት ይመጻና ማለት እዩ። ሕጂ ሰብ በዚ ምስ ተጠቕዐ እቲ ምልክታት ከርኢ ይጅምር። ሶ መጀመርታ ኣብ ሕክምና ምስ መጸ ንዓና ዘድልየና ሓበሬታታት መጀመርታ ካብቲ ሰብ ካብቲ ሖም ኢና ንሰምዖ ማለት እዩ እንታይ እንታይ ምልክታት ኣርእዩ እቲ ሰብ ነዚ ምልክታት ምስ ረኣየ መብዛሕትኡ እዋን ናብቲ ዘድልየካ ዓሶ እዩ እዚ ወይ ኢልካ ትጥርጥረሉ ስቴጅ የብጽሓካ ማለት እዩ ስለዚ እዚ ፊዚካል ኤግዛሚኔሽን ንብሎ ወይ ከዓ ሂስትሪ ምውሳድ ንብሎ ናይቲ ሕሙም ሓበሬታ ወሲድካ መርሚርካ ብኢድካ ቅድሚ ላቦራቶሪ ምብጻሕካ ማለት እዩ ኤክስትሪምሊ ኣገዳሲ እዩ ኣብኡ እቲ ዝበዝሐ እዋን እቲ ክንፈልጦ ትኽእል እቲ ሕማም ማለት እዩ ካብኡ እውን ደሓር ምስ ሓለፍካ ምስ ጠርጠርካዮ እቲ ሕማም እንታይ ይተርፈካ ሽዑ መራገጺ ተርፈካ ሕጂ ቀዳማይ ነገር ክትፈልጦ ዘይትኽእል እንታይ ዓይነት ዓሶ እዩ ካብዞም ዝበልናዮም ሓሙሽተ ዓይነት ቀዲ እቶም ኣርባዕተ ዓይነት ማለት እንታይ ምዃኑ ክትፈልጦ ኣይትኽእልኒ ኢኻ ብዘረባ ጥራሕ ካብ ትሕሙ ረኺብካ ማለት እዩ ሓደ እሱ ንመፍለጢ ክጠቕመና እዩ ካልኣይ ክንምንታይ ፓራሳይት ኣብ ደሙ ኣለዎ መፍለጢ እውን ናይ ደም መርመራ ከልየና እዩ ማለት እዩ ሳልሳይ ከዓ መራገፂ እቲ ሕማም እሱ ድዩ ኮነን ስቲል ወላ ፌትካ ከለካ ማለት መራገፂ ከልየካ እዩ ሕጂ እቶም መርመራታት ንገብሮም ናይ ደም መርመራ ኩላቶም ኮይኖም ማለት እዩ ኣብ ናይ ዓሶ ተመፂና ሰለስተ ክኾኑ ክእሉ ሓደ ናይ ፒሲኣር ንብሎ ኣሎ እቲ ዝማዕበለ ሕጂ መፂ ዘሎ ቅሩ ክብር ስለ ዝበለ ኣብ ኩሉ ሕክምና ክግበር ኣይከኣልን እዩ ብንፁር ነቲ ማላርያ ዝረኽበልካ ማለት እዩ ካብኡ ትሕት ዝበሉ ዝበለ ደድሕሪኡ ብላድ ፊልም ኣለና ሓደ ካልኣይ ከዓ ዊች ሚስ ማይ ብደም ወሲድና ነቲ ደም ማይክሮስኮፕ ጌርካ ክትሪኦ ከለካ ብላድ ፊልም ንብሎ ካልኣይ ከዓ እቲ ራፒድ ቴስት ዝበሃሉ ኣለዉ ራፒድ ዳያግኖስ ቴስት ናይ 15 ደቂ ትወስዱ ማለት እዩ ደም ጌርካ ኣብ ከለካ ትምርምሮ ሕጂ ካብዞም ሰለስቲኦም እቲ ሓደ ክቡር እዩ እቲ ናይ PCR ዝበልናዮ እቲ ዝበለጸ ክንገብሮ ንኽእል ግን ብማይክሮስኮፕ ጌርካ ምርኣይ እዚ ሕጂ ናብቶም ላባራቶሪ ይፍለ ኣብ ደምካ ምስ ኣተወት እቲ ፓራሳይት ኣብ ማይክሮስኮፕ ጌርካ ልክዕ ክትረኽቦም ክትክል ኣለካ ድሕሪ ዓሶ ኣሎ ክትብሎ እንድሕር ኮንካ እቲ ሰብ ማለት እዩ ዓሶ ናይ እንድሕር ክትሕክሞ እንድሕር ኮንካ ቀዳማይ ነገር ኣብቲ ምልክታት ናይቲ ሰብ ምርኮስ እዩ ማለት ሕልፍ ክብለና ከለኹ ምልክታት ኣገደስቲ ስለ ዝኾነ ኣብዚ ነጥቢ እዚ ሰብ መጀመርታ ምልክታት ዘርእየን ረስኒ፣ ቅርጥማት፣ ናይ ረሃፅ ምልክታት ከርእዩ፣ ኣብ ልዕሊኡ ተምላስን ዕግርግርን ክብሎ ክኽእል፣ ቅርጥማትን ስራባን ካልኦትን ክመፁ ይኽእሉ ማለት እቶም ቀንዲ ግን ረስንን ናይ ረሃፅን ወይ ቁሪቁርን ምባል ምልክታት ከርእዩ ኣለዎም። በዚ ምልክታት እዚኤን ጥራሕ እንድሕር ኣርእዩ ሕሙም ናቱ ንሕክሞ መሕከም ኣለና። ሰቪር ማላርያ ንብሎ ከኣ ኣሎ፣ ብርቱዕ ማላርያ ማለት እዩ። እዚ ከኣ ናይ ርእሲ ንኣብነት ናይ ርእሲ ዓሶ ዝብሎ ኣብ ሕብረተሰብና ማለት እዩ፣ ሰረብራል ማላርያ ንብሎ፣ ናይ ሳንቡእ ምትንካፍ ከምጻልካ ይኽእል፣ ናይ ሕጽረት ምስትንፋስ ከምጽእ ይኽእል ማለት እዩ፣ ናይ ኩሊት ሃስያ ከምጽእ ይኽእል፣ ሽኮር ዋሕዲ ከምጻልካ ይኽእል፣ ሃይፖግላይሰምያ ማለት እዩ፣ ብዙሕ ሃስያ ከምጻልካ ይኽእል እዩ። ሕጂ መጀመርታ ቅድሚ ምሕካምና ነቲ ሕሙም ኣብ ክልተ ንመቕሎ ኣለና ማለት እዩ፣ ካበይ ካብቲ ማላርያ ጥራሕ ንብሎ ድዩ ወይስ ሰቪር ማላርያ ማለት እዩ። ሕጂ ማላርያ ጥራሕ እንድሕር ሲምፕል እንድሕር ኮይኑ ሰቪር ድሕቲ ዘይኣቲቱ ኮይኑ ብኸኒና ኢና ንሕክሞ። ከኒና ዝወሃቦም በብዓይነቱ ኣሎ እፈላለዩ ኣርቲሜሲን ኮምቢኔሽን ቴራፒ ዝበሃል ወይ ኤሲቲ ዝበሃል ኣሎ ኣብ ውሽጡ በብዓይነቱ መድሃኒት ኣለዉና ማለት እዩ ከከም ምርጩ ናይቲ ዶክተር ወይ ከከምቲ ዝረኽቦ ኣብቲ ዕዳጋ ዝርከብ ዘሎ ካብኡ ተመሪፁ ይወሃቦ ንሰለስተ መዓልቲ ሓንቲ ግዜ መዓልቲ ይወስደን ተንከኒና ማለት እዩ እዚ ሕጂ እንድሕር ሲምፕል ማላርያ እንድሕር ኮይኑ ወይ ተዘይከቢዱ ማለት እዩ እዚን ከዓ እኹላት ኮይነን ከዓ መብዛሕትኡ እዋን ውፅኢታውነት ኮይነን ይረኣያ ኣብ ዝኾነ እዋን እንዳተሓከመ ከሎ ወይ ቅድሚ ምሕካሙ ምጅማሩ እቲ ሕሙም ናይ ሰቪር ማላርያ ምልክታት እንተሪኡ which means እቶም ምልክታት ናይ ዓሶ ናይ ርእሲ ይኹን ናይ ካልኦት ናይ ኩሊት ወይ ናይ ደም ምውሓድ ናይ ሽኮርያ ሸኮር ምውሓድ ወይ ኣነሚያ እውን ዋሕዲ ደም እዞም ኩሎም ክርኢ እንተጀሚርና ግን ንመጀመርታ ንጅምሮ ብከኒና ዘይኮነ ብመርፍእ ንጀምር ማለት እዩ እቲ መርፍእ ኣቶስኔ ዝበሃል መድሃኒት ኮይኑ እቲ ቀዳማይ ንሰርዖ ዘለና ማለት እዩ ቅድሚ ሕጂ ካልእ መድሃኒት በዓል ኩኒን ዝበሃል ነይሮም ወይ ውሕጂ ንጥቀመሎም መድሃኒት እንዲዮም ሶም እቲ ኣቶስኔት ግን ብሚዛን ናይቲ ሰብ ካልኩሌትድ ኮይኑ ፐር ሚዛን ማለት እዩ ሚዛኑ ምስቲ ምስቲ ናይቲ ንህቦ ዘለና ዶዝ ኣርቢሕና ኣብ መዓልቲ ሓንቲ ግዜ ጥራሕ ዘይኮነ ኣብ ዓሰርተ ክልተ ሰዓት ዓሰርተ ክልተ ሰዓት ወዞም ማለት እዩ ሓንቲ ወሲዱ ድሕሪ ዓሰርተ ክልተ ሰዓት ካልኢት መርፍእ ሳልሰይቲ ከዓ ድሕሪ ዓሰርተ ክልተ ሰዓት ካብ መሊሱ ከዓ ሳልሰይቲ መርፍእ ሰለስተ መርፍእ ትወስድ ማለት እዩ ኣብዘን ሳልሰይቲ መርፍእ ትውድእ ከለካ እንድሕር ምምሕያሽ ተርእዩ ናብ ከኒና ቀየርቲ ሕሙም ማለት እዩ ካብ ሰቪር ዘፀንሐ ማለት እዩ እንድሕር ምምሕያሽ ተዘይርእዩ ግን ሰለስተ መዓልቲ ጥራሕ ክብና እንተ መርፍእ ክሳዕ ምምሕያሽ ዘርኢ ትምህርቲ ክቅጽል ኣኸለ ን ሓሙሽተ መዓልቲ ሰሙን ክቅጽል ይኸል ውዒሉ ኣብ መወዳእታ ግን ናይ ግድን ብኸኒና መሊሱ ሰለስቲ መድሃኒት ወሲዱ ናብ ይሓዊ ማለት እዩ ውጽኢታዊ ከኣ እዩ መድሃኒት በዚ መዳይ ተሪእናዮ ኣብ ሕጂ ክመክሮ ዝደሊ ማለት እዩ ናይ ዓሶ ምልክት ከም መጀመርታ ዝበልኮ ናይ ረስኒ ቅርጥማት ናይ ቁርቁሪ ወይ ተምላስ ዕግርግርን ከምፅእ ክእል ብውሕዱ ማለት እዩ ኣብ ዝኾነ እዋን ኣብ ዝኾነ ሰዓት እንድሕር ሓደ ሕሙም ንዚ ምልክታት እንድሕር ኣርእዩ ናይ ኢስት ኣፍሪካ ብራንችስ ኣብ ከባላጋል ኣለና ኣብ ኢንዴባ ኣሎ ሳልሳይ ከ ኣብ ቡንጋ ኣሎ ኣብኡ ከድካ ዝድለ ምርመራን ዝድለን ረድኤትን ክትረኽቡ ትኽእሉ ኢኹም ማለት እዩ መድሃኒት ክቡ መዳይ ኣብ ገዛ ዲኻ ክንኮትካ ትወዞ ወይ ኣብቲ ሕክምና ዲኻ ክንካ ትወዞ ከዓ እቲ ሕክምና ፉል ካፓሲቲ ስለ ዘለዎ ገለ ስለ ዘለዎ እቲ ረድኤት ክግበረሉ ክእል እዩ ማለት እዩ ዝኾነ ሰዓ ሰብ